ሰላም ሰላም ዝኸበርኩም ተኸታተልቲ ልብ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸውን እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ኣርብዓን ሽዱሽተን ክፋል
እዞም ግሎባል ዝበሃሉ ብጣዕሚ እዮም ኣብዚሖሞ ሞዴላቶም ነዚ ሕሜታ ውዒሎኖ ኣለዋ ማለት እዩ እንተዘይከውን ነይሩ ኣይምተሰወራን። ማዕረ ክንድኡ ሕሱራት ኮይነን ይስምዓን ኣይነበራን። ኣማ ኣነ ጓል ዓሰርተ ሸውዓተ ዓመት ሞዴል እየ። ናይ መጀመርያ ፋሽን ሾው ውድድር ንክገበር ኣብ ምድላው እየ ጸኒሐ። ጻዕረይ ከኣ ንዓኽ ንክመስል እዩ። ከም ኣርኣያ ናተይ እየ ሓሲበኪ ነይረ። ከመይ ጌርኪ ንዓይን ከማይን ዝበላ ናእሽቱ ሞዴላት ተስፋ ዘቑርፅ ተግባር ትገብሪ ንኹላትና ሕማቕ ኣብነት እየ ኮይንክና በጃኺ በጃኺ ኢለኪ ካብዛ ሰዓት እዚኣ ባዕልኺ ንነብስኺ ካብዚ ክቡር ሞያ እለያ ኣቱም ሰባት ንሕና እኮ ቀደም ቀደም ነጊርናኩም ኢና ኣማ ግዚኣ ዝሓለፋ ሞዴል እያ ነዚ ዘላቶ ደረጃ ብዘይ ዝኾነ ሓለፋ ከም ዘይትበጽሖ ርዱእ እዩ ትም ኢልኩም ኣይተህተፍትፉ ኣብ ልዕሊ ኣማ ዝነበረኒ እምነት ኣይጎደለን ነዚ ዓይነት ተግባር ከም ዘይትውዕሎ ርግጸኛ እየ ርእስኻ ስራሓዮ ይኣኸ እዚ ኩሉ እናረእኻ ክሳብ ሕጂ ትጣብቐላ ኣለኻ ኩላትኩም ኣብዚ ትጽሕፉ ዘለኹም ጽሉላት ኢኹም ዝገበረት እንተገበረት ንዓኹም እሞ እንታይ ሓበጠኩም? እቲ ዜና ካብ ዝዝርጋሕ ውሑድ ሰዓታት እዩ ገይሩ ዳርጋ ኩሉ ሰብ ነዚ ዜና ዝሰምዐ ኣማን ኣብዚ ዘላቶ ደረጃ ንኽትበጽሕ ምስ ሰብኡት እናደቀሰት ምዃኑ ኣመነ ሓደ ሕልፍ ዝበለ ወሃቢ ርእቶ ክሳብ ምስ ሓደ ህቡብ ሰብ ኣብ ዓራት ደቂሳ ከላ ቪድዮ ከም ዘለዎ ጽሒፉ እዩ እቲ ዝወሃብ ዝነበረ ርእይቶታት መመሊሱ እናሓሰመ ኸደ። ስም ኣማ ሚሒር ተገርፈ። ካብ ማርክ ዊቲከር ይኹን ግሎባል ንኣማ ይቕሬታ ሓቲቱ ክከላኸለላ ዝፈተነ ኣይተረኽበን። ከምቲ ቅድሚ ሕጂ ስም ኣማ ክጽልም ከሎ ገለ ካምፓኒታት ጣልቃ ዝኣትውኦ ዝነበራ ክኣትዋ ኣይተራእያን። እዚ ትም ሕትም ንብዝሕ ዝበለ ሰዓታት ድሕሪ ምቕጻሉ፣ ካብ ኣካየድቲ ናይ ዓመታዊ ብሉጻት ዓሰርተ ሞዴላት ኣብ ናቶም መርበብ ሓበሬታ ሓንቲ መግለጺ ወጸት። ብዛዕባ እዚ ዝበሃል ዘሎ ውሽጣዊ መርመራ ጌርና ኣብ ዝሓጸረ ግዜ መልሲ ክንህበሉ ምዃንና ቃል ንኣቱ። ከም ሓቂ እቲ ዝበዝሕ ነዚ ዜና ዘዋቕዕ ሰብ ወረ ከም ምቁር ሕብስቲ መቂርዎ እንተዘይኮይኑ ንሓቂ ይጣበቕ ስለ ዘሎ ኣይኮነን። ሓንቲ ሞዴል ሞያኣ ናብ ሓደ ደረጃ ንኸተብጽሖ ብኸመይን መዓስን ተብጽሖ ዓሚቑ ኣፍልጦ የብሎምን። ንሶም ዝፈልጡ ሓንቲ ሞዴል ኣብ መድረኽ ደይባ ኣሳጉማ ሰግን ጥራሕ ስለ ትስጉም ዝቐለለ ሞያ እዩ። ሓንቲ ህብብቲ ዓለም ለኻዊት ሞዴል ንኽትከውን ክንደይ ጸለማታት ምፍርራሕ፣ ስቓይ፣ ትዕግስቲ ተሕልፍ ኣይንተዮሙን እዩ። እዚ እቲ ሓቀኛ መልክዕ ናይ ዓለምና እዩ። ዝና ክልተ ዝኣፉ ሴፍ እዩ። ኣብ ዝኸድካዮ ሰብ ደኒኑ ይሕልፈካ ወይ ክሳብ ትደሚ ይሸኽለልካ። ነቲ ዝኸይድ ዝነበረ ሓርጎጽጎጽ ዝተዓዘበ ኣካየዲ ስራሕቲ ትኪው ኩነታት ኣማ ንኸረጋግጽ ደወለላ ኣማ ኣነ ጆርጅ በነደኪቴ እዞም ናይ በለካ ለካዓካ ወረታት ካብዚ ናብትን ይብሉ ኣለዉ ከመይ ኣለኺ ደሓን ዲኺ

ጸለም ሞዴልኪ ኣጆኺ ካብ መጀመርያ ባኺ ተጠራጢረ ኣይፈልጥን እየ ዝኾነ ካባይ ትደልዮ ሓገዝ ምስ ዝህልወኪ ሰጋ መጋ ከይትብሊ ሓብርኒ ኣብ ልዕለይ ዝነበረካ እምነት ብዘይ ምትንካፉ ንዓይ እቲ ዝዓበየ ሓገዝ እዩ ኣማ ኣተንፈሰት ተረድኤክ ኣለኹ ንእግረ መገደይ ከሕብረኪ ዝደሊ ብሰንኪ ዝተፈጢሩ ዘሎ መደብና ኣይክዕንቀፍን እዩ ኣብ ናይ መጽሔትና ገበር ናትኪ ስእሊ ኢና ክንጥቀም። ስክፍታ ንኸይሓድራ ኣረጋገጸላ። ርግጸኛ እየ ኣብ ዝሓጸረ ግዜ ኩሉ እዚ ተፈጢሩ ዘሎ ሽግር ተፈቲሑ መጽሔትና ብዘይ ዝኾነ ሽግር ከም ትዝርጋሕ። የቐኒለይ ጆርጅ፣ በዚ ተርእየኒ ዘለኻ ደገፍ ምስጋናይ ወሰን የብሉን። ድሕሪ ተደዋዊሎም ምውድኦም ኣማ ናብ ውሳኔታታ ተጓየየት። ናብ ጠበቓኣ ደዊላ ኣክንዳኣ ኮይኑ መግለጺ ንኸውጽእ ሓበረቶ። ትሕዝቶ እቲ መግለጺ ኣብ ማእዚ ዝበሃል ዘሎ ከም ዘይወዓለቶን ምስ ዝኾነ ሰብኣይ ከም ዘይደቀሰትን ብፍሉይ ምስ ሚስተር ዊትከር ርክብ ዝበሃል ከም ዘይነበራን እተን ዝተራኸቡለን ውሑዳት ኣጋጣሚታት ብኣጋጣሚ ሕልፍ ክብሉ ጎፍ ከም ዝተበሃሃሉን ልዕሊ ሰላምታ ቃል ከም ዘይተለዋወጡን ካብ ሕጂ ንደሓር ነዚ ዝተመስረሐ ዜና ብዘይ ዝኾነ መርትዖ ከጋድዶ ዝተረኸበ ሰብ ብሕጊ ተሓታቲ ከም ዝኸውን ከምኡውን ናይ ዝሓለፈ ውሑድ ሰሙናት መደባታ ዘጠቓልል እዩ ነይሩ። ነዚ መደባታ ናብ ህዝቢ ክትዝርግሖ ዝወሰና ምኽንያት መታን ሰባት ንዕኡ ርእዮም ኣመዛዚኖም ነታ ሓቂ ባዕሎም ንኽግምትዎ እያ። ድሕሪ እዚ ናይ ኣማ ጠበቓ ዘውፅኦ መግለፂ ደቂሶም ዝነበሩ ደገፍታ ተበራበሩን ብርእቶታቶም ንኣማ ክድግፍዋ ጀመሩን ነቲ ናይ ዝሓለፈ ሰሙናት መደባታ እናሸራሸሩ ብኣማ ከም ዘይጠራጠሩ ደገፎም ገለጹ እሞ ኸኣ ምስ ካልእ እኳ ከይከውንስ ምስቲ ስዲ ማርኩ ሂቲከር ኣማ ኩሉ ሰብ ዝፈልጣ ጓል ገዛያ ስራሕ ኣብ ዘይብላ ግዜ ሕልፍ ኢላ ጥራሕያ ኣብ ጽምብላት ኮነ ኣብ ካልእ ምስ መሓዙታት ትዛወርን ትድረርን ብሳላቲ ዝፈነወቶም መግለጺ ናይ ብዙሓት ሰባት ርእይቶ ብዘሐጉስ ፍጥነት ክቕየር ጀመረ። እዚ ጥራሕ ኣይኮነን። ጆርጅ ቤነዲክት ኪንዮ ምጽንናዕ ብተግባር ንኣማ ንኽሕግዛ ምስ ሓንቲ ሜዳ ቃለ መሕተት ንኽገብር ፈቓደኛ ኾነ። ብልዙብ ቃላት ኣብ ልዕሊ ኣማ ዘለዎ ኣድናቖት ገለጸ። ኣማ ንዓይ ኣዝዩ ብሉጽ ተውህቦን ብቕዓትን ዘለዋ ሞዴል ጥራሕ ኣይኮነትን፣ መሓዛይ እውን እያ። ንዝኾነ ነገር ኣድቂቓ ትሓስበሉ ወረጃ ሰብ እያ። መንቅብ ዘይርከባ በዓልቲ ዓቢ ሞራል ሞዴል። እንታይ ዓይነት ጠባይ ከም ዘለኒ ኩሉ ኣብዚ ኢንዳስትሪ ዘሎ ሰብ ይፈልጥ እዩ። ዘይቁኑዓትን መታለልትን ሰባት ማዕረ ክንደይ ከም ዝጸልእ ትፈልጡኒ ኢኹም። ከምኡ ዓይነት ሰብ እንተትኸውን ምስኣ ፈጺሙ ምሕዝነት ኣይምሃለወንን። እታ ኣነ ዝፈልጣ እማ ስነ ስርዓት ዘለዎ ሓቀኛ ሞያዊት እያ። ንኣካይዳኣ ብዝምልከት በዓልቲ ንጹር ራእይ፣ እንታይ ትደሊ ትፈልጥ ሰብ እያ። መገዳ ዘይትስሕት ሰብ ክንርስዖ ዘይብልና ንመጀመርያ ግዜ ኣይኮነን ኣብ ልዕልያ ጸለመ ዝወርዳ ዘሎ ብሓጺሩ ንኣማ ሕማቕ ጠባይ ኣይክትረኽቡላን ኢኹም ብዛዕባ እቲ ዝተዘርግሐ መርትዖ ዘለዎ ናይ ውዕል ጽሑፍ ኣንቢበዮ እየ እንተኾነ ግሎባል ንኣማ ኣብ ዝሓለፈ ግዜ እንታይ ዓይነት ኣተሓሕዛ እዮም ዝሕዝዋ ነይሮም ምንጋር ኣይድልየኩምን እዩ ወላ እኮ ደገፍቲ ኣማ

ኮላይዶስኮፕ ንስም ኣማ ኣብ ምጽዕዳው ተራ ካብ ተጻወቱ ሜድያታት ቅድሚ ብዛዕባ ኣማ ዝኾነ ምጽሓፈን ክልተ ግዜ ክሓስባ ተገደዳ። ናይ ካልእ ቃለ መሕተት ክገብር ጸኒሑ ብዛዕባ ኣማ ዝኾነ ርእይቶ እንተለዎ ምስ ተሓተተ ኩሉ ሰብ ክነጥሮ እዩ ዝብል ትጽቢት እዩ ነይርዎ። እንተኾነ ኪንዮ ተገዲሱ ምምላሱ ኣመላልስኡ ንኹሉ ኣገረሞ። ንነገራት ብዝመስሉኻ ምቕባሎም ማለት እንታይ ማለት ምዃኖም ዘይተረዳእኩም ኢኹም ትመስሉ። ምናልባት ስምካ ምስ ናይ ብቕትለት ዝጥርጠሩ ሰባት ተዘርዚሩ እንተሎ ቀታሊ ኢኻ ማለት ድዩ? ከምኡ እንተ ኣጋጢሙካ ብዘይ ዋዕልካዮ ግዳይ ዶ ይኮንካን ኢኻ ትኸውን ዘለኻ? ነዚ ቃለ መሕተት ዝሰምዐት ኣማ ንካልኢታት ኣብ ዝነበሮ ተደረቓት ኣይጸንሐትን ናብ ኤሪክ ተጠውያ ሓተተቶ ነዚ ናይ ስነ ጥበባውያንኩም ዳይሬክተር ንክዛረበለይ ኣዚዝካዮ ዲኻ ኣይኮነን ኣነ ጆርጅ በነደኪት ከማን ነብሱ ምግባር ኣብዎ ክሕግዛ ክወሲኑ ስለዝስ እዚ ኩሉ ልበይ ዝትንክፍ ጸለመ እናረኣኹስ ብዓቕሊ ኢደይ ከጣምር ተጸቢኽኒ ስሒቡ ኣብ ግንባራ ሰዓማን ኣጥቢቑ ሓቖፋን። ኣማ ምሉእ ብምሉእ ጓሂ እናተሰማዓት ጠመተቶ። ነዚ ዝመስል ሰብኣይ ኣብ ኮላይዶስኮፕ ምስ መሳርሕቱ ተዋጥጦ ሰበይቲ ዘይኮነት ለባም ሰበይቲ እያ ትግብኦ ነይራ። እንተኾነ ዕጭኡ ንሳ ካብ ኮነት ንዘለኣለም ኣይክትፍለዮን እያ። ብዝኾነ ምኽንያት ኣይክትረሕቆን እያ። ናብ ታሕቲ ናብ የማነይቲ ኢዱ ጠሚታ ኣጻብዕታ ሰዲዳ ምስ ኣጻብዕቱ ምስ ኣተሓሓዘተን ብሙቐቱ ፍስሃ ዓሰላ። ሓደ ሰብ ሓንሳብ ሕማቕ ምስ ዘጋጥሞ እቲ ሕማቕ ይደጋገሞ እዩ። ወላ ንእሽቶ ነገር ትኹን ኣብ ዘላታ ተወሰኻታ እዩ ዝኾኖ። ብዘይ ብኡ ወላ እቲ ዝሓመቐ ሰብ እዩ ዘረኻኽበሉ ዝኽእሎ ሽግር እንተኾይኑ ንኻሓልፈልኪ ዓይን ኣይከሓስን እየ ዘይክእሎ እንተኾይኑ እውን ክሳብ መወዳእታ ተስፋ ኣይክቆርፅን እየ ኤሪክ ተዛረበ ንቃላቱ ዝሰምዐት ኣማ ንብዓትን ክምስታን ተሓዋወሳ ልዕሊ ዝኾነ ሰብ ባዕላያ ኤሪክ ማዕረ ክንደይ ይንከባኸባ ትፈልጥ ፈጺሙ'ዩ ንብዓት ክርእየላ ዘይደሊ። ሕጂ ግን ሰበይቱ ክሳብ ናይ ሓጎስ ንብዓት ትነብዕ ዝነበረት ክገብሮ ዝኽእል ኣይነበሮን። እቲ ክገብሮ ዝኽእል ኣጻብዕቱ ድሕሪ ርእሳ ኣሕሊፉ ምድራዝ'ዩ። እዚ ቁሩብ ኣዛንዩ ንገለ ካብ ጸቕጣ እንተፍኮሰላ፣ ዘዘውትሮ ሜላ እዩ። ወላ እኮ ሊዛ ነቲ ኣብ ቅድሚኣ ዝነበረ ንመንፈስካ ዘረስርስ ፍቕሪ ጣልቃ ኣትያ ክትብክሎ ድላይ ኣይምበራ ኣማራፂ ግን ኣይነበራን። ናታን ዓሰርተ ግዜ ዝኸውን እዩ ደጋጊሙ ደዊሉላ። ድሕሪ ናይ ክንደይ ሰጋእ መጋእ ንኣማ ኣቐበለታ። ኣማ ቅድሚ ነታ ደወል ምቕባላ ሃዲኣ ገጻ ኣዕተበቶ። ሕጂ ከ እንታይ ዝተረፈካ ሃሊካ እዩ ደው ኢልካ? ድሕሪ ሰላምታ ዘይብሉ ሕቶኣ ካብቲ ካልእ ጫፍ ዝኾነ መልሲ ኣይሰምዐትን። ዓቕላ ወዲኣ ቴሌፎና ክትዓጽዋ እናሓሰበት ድምጺ ናታን ተሰምዐ። ኣማ ካብ ቦርድ ዳይሬክተር ግሎባል ተሰጒጓ ድሕሪ እዚ ኩሉ ተግባርካ ደኣ እንታይ ተጸቢኻ ተረጋጊኣ መለሰት ግሎባል ኣብ ዝሓጸረ ግዜ ምጥፋሻ ኣይክተርፋን እዩ ቤት ፍርዲ ንገዛይን መኪናይን ካልእ ንዘለንን ክህግሮ እዩ ክገብሮ ዝኽእል ነገር ክሳብ ዘይብለይ ንወጻኢ ክኸይድ ወሲነ ኣለኹ ንዓኺ እውን ምሳይ ክማልኣኪ እየ እቲ ብዛዕባኺ ዝወጸ መግለጺታት ርእየዮ እየ። ወላ ሓንቲ ክገብር ኣይክእልን እየ። ሓቅነትኪ ንኸተረጋግጺ ዝገበርኪ እንተገበርኪ ፍረ ኣይክትረኽብሉን ኢኺ። ከየተንፈሰ ናይ ልቡ ተዛረበ። ኩሎም ማዕጾታት ናይ ተስፍኡ ዝተረገጡ እዮም ዝመስሉ። ነዚ ሓሳብይ እንተተቐቢልክዮ ብዛዕባ ዝኾነ ኣይትሰከፊ። ወላ ምስ ሚስተር ውሂቲ ከርክብ ይምበርኪ ኣይክግደሰሉን እየ ጥራሕ ናብቲ ናይ ቀደምና ንምለስ ህይወትና ሓጎስ ብሓጎስ ክኸውን እዩ ክሳብ ሕጂ ከም ተፍቅርኒ ይፈልጥ እየ እንተዘይተፍቅርኒ ክሳብ ሕጂ ምስ ግሎባል ዓቕሊ ጌርካ እየ ምጸናሕኽን ተመለስና ኣማ ንቓላቱ ዝሰምዐት ኣማ ብዕሽነቱ ብኣፍንጫ ሰሓቓት እንታይ ዓይነት ድፍረት እዩ ተዓዲሉ ገረማ ድሕሪ ናይ ካልኢታት ስቕታ ተጸዊጋ ብድሩቓት ቃላት መለሰትሉ። ክሳብ ሕጂ ምስ ግሎባል ዝጸናሕኩሉ ምኽንያት ስለ ዘፍቀርኩኻ ዘይኮነስ ንኸሳቕየካ እዩ። እቲ ካብ ትጽቢተይ ወጻእ ዝኾነ ግን ኣምበር ምሕረት ብዘይብሉ ኣገባብ ንክትልክመካ ክትብል ነብሰ ቅትለት ምፍጻማ እዩ። ናታን ነቲ ባዕልኻ ዘዳላኻዮ እሳት በይንኻ ተቐለዎ ናብኡ ኣየሰንየካን እየ ካልእ ዘሰንየካ እውን ኣይክትረክብን ኢኻ ንዘረባ ኣማ ሰሚዑ ክምልሰላ ኣፉ ምስ ከፈተ ድምፂ ሰብኣይ ሰምዐ ኣብቲ ናይ እንዳ መፅሓፍቲ ክፍሊ ንእሽቶ ጉዳይ ኣላትኒ ንዓ ኣፃፊፈ ክምለሰኪ እየ ኤሪክ ናብ እዝኒ ኣማ ቀሪቡ ተዛረበ መጀመርያ ድምፁ ምስ ሰምዐት በቲ ሃንደበታዊ ተግባሩ ፈዘዘት። ጸኒሑ ግን ሓሳቡ ተረድኣ። ደጊም ካብ ናታን ዘሕብእ ምኽንያት የብሉን። ክምስታ ኣሰንያ ርእሳ እናነቕነቐት ንበዓል ቤታ መለሰትሉ። ሙቐት ናይቲ ገዛ ላዕሊ ከይትገብሮ ተጠንቀቕ ሕራይ እናመለሰላ ክምስ በላ። ወላ እኮ ክሳብ ናይ ገዝኡ ናይ እንዳ መጽሓፍቲ ክፍሉ ርጉእ መሲሉ እቶ ካብ ኣማ ምስ ተኸወለ ብቐጥታ እዩ ናብ ሉክ ደዊሉ ንናታን ዝከታተልዎ ሰባት ግበሩሉ ናብ ሜዳ ገጹ ክቐርብ የብሉን ናብ ክኸዶም ዘይብሉ ቦታታት ንኸይከይድ ይሓልውዎ ሕራይ ዓምና ድሕሪ ተደዋዊሉ ምውድኡ ዝኾነ ከም ዘየጋጠመ ወረቃቕቲ ክገነጽል ጀመረ። ናታን ንጹር ድምፂ ናይ ሰብኣይ በቲ ሓደ ጫፍ ሰምዐን ኣገባብ ምልልሶም ፍቕሪ ከም ዝነበሮ ኣስተውዓለሉን። ልክዕ ከምቲ ኣምበር ምስ ካልእ ሰብኣይ ክትብዕል ከላ ዝረኸባ ንዘረብኡ ቁጥዖ ተሓወሶ። እንታይ ዝኾነ ሰብኣይ ምሳኽ ዘሎ? እንታይ የተወካ? ኣማ ኹሪዓ መለሰትሉ። ኣማ! ብሕርቃን ወጨጨ። ኣቲ ስዲ! ከመይ ዝበልኹ መሕፈሪ ዝበሃል ዘይብልኪ ሰብ ኢኺ። ምስ ሚስተር ዊቲከር ደቂስኪ ከይኣኽለክስ ሕጂ ኸኣ ምስ ካልእ ሰብኣይ ናታን ርክብና ካብ ዝብተኽ እኮ ነዊሕ ገይሩ። መን ኮንኩ ኢኻ ንስኻ ምስቲ ዶ ምስቲ ትብለኒ ብርግጽ ሓደ መዓልቲ ሕጹያት ነርና ኢና ሕጂ ግን ምርዕውቲ በዓልቲ ሓዳር እየ ሃንደበት ዘይተጸበዮ ድቦላ ዘረባ ወርወረትሉ ናታን እንታይ ኢሉ ከም ዝዛረባ ጠፊእዎ ዕኒኒ በለ ካብዛ ሰዓት እዚኣ ዝገበርኩ ይግበር ንዓኻ ዝምልከተካ ኣይኮነን ተመርዔ ዓቲ ክንደይ ትሕስው ኢኺ ንስኺስ ተመርዒኺ ነዚ ኩሉ ሕማቕ ዜናኺ እናርኣየ ዝምርዓወኪ ሰብስ ክትረኽቢ ኢልኪ ትሓልሚ ኣለኺ ብስምዒትን ቁጥዐን ተዛረበ ፈጺምዩ ንቓላታ ዘይኣመኖም ኣብ ማስቕታ መረጸት ተጸብዩ መልሲ ዝሰኣነ ናታን ተዛረበ ናይ ብሓቂ ዲኺ ተመሪዕኺ ኣእዳዉ ብመንጎ ጸጉሩ ርእሱ ኣሕሊፉ ንርእሱ ሓኾፍ ሓኾፍ ኣበሎም። ሃንደበት ከም ብኻራ ልቡ ዝተወግአ ብቓንዛ ትንፋስ ክሳብ ዝስእን ኮነ። ከምኡ ክስምዖ ኣይምተገብዐን። ኣብ ልዕሊ ኣንበር እንተዘይኮይኑ ኣብ ልዕሊ ኣማ ፍቕራዊ ስምዒት ሓዲሩ ኣይፈልጥን እዩ። እዚ ከመይ ኢሉ ይኸውን? ተመሪዓ ምስ ሰምዐ'ዩ መንፈሱ ካብ ኣካላቱ ንዓጽመ ስግኡ ገዲፍሉ ተዘቝቑ። ኖኖኖኖ! እዚ ፈጺሙ ክኸውን ዘይክእል እዩ። ከመይ ኢሉ እሞ ክኸውን? ምስ ውሽጡ ኣብ ምስሕሓብ ኣተወ። እታ ሓደ ግዜ ጥበለ ኣብ ዝበላ ትነጥብ ምእንትኡ ኩሉ ትገብር ዝነበረት ሰብ ከመይ ኢላ ንኻልእ ትምርዖ ብዓይኑ ንኣማ ክጥምታ ኮሎ ዝገበረ ይግበራ ዝበደለ ይበድላ እንድሕር ደኣ ክትምለሶ ደልዩ ኣመልካቲት ኣጻብዕቱ ዝኣኽላዩ ዝመስሎ ነይሩ። እቲ ድሕሪ ምፍላዮም ትገብሮ ዝነበረት ህልኽ ናብ ንቡር ንኽምለሱ ስለ ዝደለየት እዩ ዝመስሎ ነይሩ። ብኣመልካቲቶ ኣጻብዕቱ ናይ ንዐ ምልክት ንኽገብረላ እንተኾነ ቅድሚ ካልኢት እያ ንኻልእ ሰብ ከም ዝተመራዕወት ኣርዲኣቶ። ናታን ሃንደበት ክሳብ ዝነብዕ ብሰሓቕ ከዋሕ በለ። እሞ ንሓደ ኣረጊት ሰብኣይ ኢኺ ተመሪዕኺ ኣማ ልዕለይስ ንሓደ ኣረጊት ሰብኣይ ምምርዓዊ ሕሸኪ ንምዃኑ ማዕረ ክንደይ ከም ዝጸልኣካ ትፈልጥ ዲኻ? ኣማ ተጸዊጋ መለሰትሉ። ዝገበረት እንተገበረት ዝበለት እንተበለት ብዓይኒ ናታን እታ ጌገኛ ንሳ ምዃና ትፈልጥ እያ። ብዘይ ዝኾነ እምነትን ክብረትን እዩ ምሉእ ብምሉእ ኣብ ትሕቲ ቁጽጽሩ ከእትዋ ዝደሊ። እስከ በለ ሓራይ ንገርኒ ንመን ኢኺ ተመርዒኺ? ወላ እኮ ኤሪክ ንናታን ከም በዓል ቤታ ኮይኑ ንኽረኽቦ ይወስን ብዘይ ኣፍልጥኡ ንናታን መን ምዃኑ ክትነግሮ ግን ድላይ የብላን ሃንደበት ነቲ ማዕጾ ናይ መጽናዒ ክፍሊ ደፊኣ ድሕሪ ምኽፋት ንስፒከር ናይታ ሞባይል ብኢዳ ሸፊና ናብ ኤሪክ ቀረበት። ናታን ንሰብኣየ መን ምዃኑ ክላለዩ ይደልዩ ኣሎ። ኤሪክ ናብታ ሒዛታ ዝነበረት ቴሌፎን ኣተኲሩ ጠመተ። ጸኒሑ ኣብ ሰለፉ ኮፍ ንኽትብል ሓበራ። እንታይ ጸገም ኣለዎ እሞ ብኣካል ዘይንረኽቦ? ኤሪክ ድሕሪ ቁሩብ መለሰላ። ብኣካል ንኽረኽበኒ ድሌ ኣለዎ እንተኾይኑ ናብቲ ዝጥዕመኒ ቦታ ዘምጽዎ ሰባት ክሰዱለየ ናታንን ኤሪክን ብደረጃ ክወዳደሩ ከለዉ ሰማይን መሬትን እዮም ስለዚ ናታን ንዕኡ ኣብ ዝጥዕሞ ቦታ ፈልዩ ንኤሪክ ክረኽቦ ኣይክእልን እዩ እቲ ንሱ ዝመርጾም ቦታታት ደረጃ ኤሪክ ኣይኮኑን። ዜና ኣመንዝርና ግሎባል ትም ኢሉዩ ከም ባርዕ ጫካ ባልባል ዝብል ዘሎ ወላ እኮ ኣሞ ኣብ ግዚኡን ሰዓቱን ብዘእምን ምኽንያት ትምጻእ ፋይዳ ኣይነበሮን ምኽንያቱ እቶም ካልኦት ተሳተፍቲ ናይዚ ኣመንዝርና ክሕግዝዎ ኣይከኣሉን። ስለዚ መግለጺኣ ኣብቲ ሰፊሕ ኢንተርቴይንመንት ተዋሒጡ ተረሰዐ። ወላ እኮ ግሎባል ቁሩብ ድንጉ ኢሎም ሓጺር ናይ ይቕሬታ መግለጺ የውጽኡ ትርጉም ኣይተረኽቦን። በንጻሩ እኳ ደኣ ብሰንክታ መግለጺ ካምፓኒኦም ኪንዮቱ ግቡእ መሊሳ ክትግረፍ ጀመረት። ተወሳኺ ኣብ ዝስዕባ ቀረባ መዓልታት ዝካየድ ሒዛቶ ዝነበረት ናይ ፋሽን ሾው መደብ ብዓማዊላ ተሰረዘን ብኻልኦት ሞዴላት ተተክዐን። ከምኡ እውን ናይ ንግዲ መወዓውዒ ንክትሰርሓሎም ተሰማሚዖማ ዝነበሩ ዓማዊል ንውዕሎም ሰረዝዎ። ይቕሬታ እማ ጉዳይኪ ስክፍታ ስለ ዝፈጠረልና ነቲ ውዕል ከነቋርጾ ተገዲድና ኣለና ኣማ ድልየታትና እንታይ ምዃኑ ፍሉጥ እዩ ስለዚ ብኻለ ክንትኮ ኢና ስምዕ እንዶ ኣብ ናይ ዝተፈላለዩ ሰብኡት ዓራት ክትሓኽሩ ዘይሓፈርክዶ ናይ መዋዓውዒ ውዕል ክንክንስርዞ ክንፈርሕ ኮይና ወላ እኮ ገለ ውሑዳት ብትሕትና ነቲ ዝነበራ ውዕል የቋርጽዎ እቶም ዝበዝሑ ብመሸንጓጓዮም ዝሰጉዋ ነይሮም።
ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር፣ ኮመንት ብምግባር ከተተባብዑና ከዘክረኩም ፈቱ። ክቡራት ተኸታተልቲ ስለ ምክትታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና።